ሰላም ሰላም ፍትዋት ተኸታተልቲ መደብ ብርሃን ሪከርድስ ከመይ ትጸንሑ መጀመርያ ነቲ እውን ሃናፂ ርእይቶኹም ክነመስግነኩም ንፈቱ ቻናልና እውን ሰብስክራይብ ብምግባር ተኸታተሉና ናብ ጋሻና ክንሰግር ናይ ሎማዓንቲ ጋሻና ድምጻዊ ዳዊት ወልደሚካኤል እሺ ክብርቲ ክብር ጋሻና ዕድሜን ኣክቢርካ ስለ ዝመጻኻ የመስግን እሺ ዳዊት ሽም ኣፍቃሪትካ እባ ኣላልየና ናብራሞ ከመይ ኣሎ ኦ ተመቺካ ኣሎ ብጣዕሚ

ናይ መን ናፍቆት ደኣ ሃስያታ ወደይ። ናፍቆት ኣለና ናይ ዓርከይ ናይ ዮርዳ ማለትካ ድዩ ሓቂ ናብኡ እየ ዝመፅእ ዘለኹ ብዛዕባ ፍቕሪ ክንኳን ምግላፅ ብሓቂ ይኸብድ እዩ ግን ቅድሚ ሕጂ ተባኢስኩም ነርኩም መንቀሊት ባእሲ እንታይ እዩ ነይሩ ዘፈላለየኩም

ኦው ብሓቂ ዴቫ የሕዝን እዩ ሶሪ ሶሪ ብድሕሪኡ ደኣ ታይ ኢልካያ ንቀፅል እስኪ። እዩ ነገር ክኒ ዕምበባይ ኣብ ምጅማሩ ኣባል ፋልማይ ፋልማይ ፋልማይ ማለት ኣይተረደእንን። ዝፈቃር ልበይ ክሓምም ገደፍዎ ከቢድ ሸት ምኽሪ ደሞ ሂብካያ ማለት ኣዘንቲኻላ ዶ ንቐጻሊ ይግበርን ጌጋ ዩ ነውሪ ሓብተይ ተጋግኺ ድገመላ ድገመላ እስኪ እዛ ምኽርኻ
ወስምዕንና ዓይ ከይትዘግምዮ ግብርኺ ንዝኣመነካ ምጥላም ብሃይማኖትና ከመይ ኢኻ ትሪኦ? ጌጋ እዩ ነውሪ ሓፍተይ ፎግሪ ድዩ ጽቡቕ እዩ።
ኣነ'ውን ሰብ ኣይከውንን እየ ዋእ ተኾንካይ ደኣ በይነይ ኮይነ ጽምዩ ታይ በልካ?
ጽምዩኒ እዩ ዘሎ ጽምዩኒ ኣ እስኪ ምሓል። ሓቂ ይቕሬታ ምስ ሓተትትካ መልስኻ እንታይ እዩ ዝነበረ?
ሓሚቓ ግዲ እያ መጺኣታ ክትውስኽ ትኽእል ኢኻ ግዜ የለካ እዩ ክቡር ዳዊት ሪዮ ቃልካ ዕምበባ እቲ ናይ ቀደም ስባ ምሳኻየ ክንእመነኒ ኣብየት መጋቢ ዋ ዋታ ዴቫ ሓሪፍ ወዲ ሸቆይና ኣልኩኻስ ዝሓለፈ ነገር ባይ ትድገም እሺ እሞ ሕጂ መቐረት ፍቕሪ ከመይ ኣሎ? የጥዕመልካ የጥዕመልካ ዴቫ። እሺ ዴቭ ዓለምና በዚ ርኹስ ዝኾነ ኮሮና ቫይረስ ህዝብና ህዝብና ተጸጊሙ እዩ ዘሎ። እዚ ብዓይኒ ከ ቅርታ ብዓይኒ ደራፊ ከመይ ትርእዮ ብዓይኒ ስነ ጥበባዊ? ግዜ የለካ እዩ ወሰኽ። ዋጋ ዓቕሊ ነገርካኒዶ? ኣብ መንገዲ ዓቕልና ክንረኽባ ኢና ራህዋና ትጽቢትናኸ ካብ መን እዩ? ፈጣሪ እወ ብሓቂ ክብረተይ ትጽቢትና ካብ ፈጣሪዩ ምሕረቱ ይሃበና እሺ ሓጻር ናይ ኣየር ሰዓትና ኣኺላ ኣላ መስለኒ ዕድሜና ኣኽቢርካ ስለ ዝመጻኻ ብሽም ተመልከትና ክነመስግነካ ይፈቱ እሺ ክቡራት ተመልከቲ ቻናልና ቻናልና ብርሃን ሪከርድስ ሰብስክራይብ ብምግባር ተኸታተሉና ኢኹም ኣብ ቀጻሊ ምስ ካልኦት ስነጥበባውያን ክሳብ ንምለስ